ሃሎ ሃሎ ሰላም ንዓኻትኩም ይኹን ኣብ ርሕቆን ቀረባን ዘለኹም ናይዚ መደብ ዝተኸታተልቲ ካብ እግዚኣብሔር ኣቦናን ካብ የሱስ ክርስቶስ መድሓኒናን ጸጋን ሰላምን ምሳኻትኩም ይኹን ከመይ ዝበሊኦም ንኣናን ንኣገልግሎትናን ዝጻረሩ ብዝብል ኣርእስቲ ካብ ቃል ኣምላኽ ክንርኢ ኢና ብዙሓት ተጻረርቲ ኣለዉ ክፍሊ ንባብና ካብ ቀዳማይ ቆሮንጦስ ምዕራፍ 16 ካብ ሸሞንተ ምስ ትሽዓተ ክልቲኡ ዘሎ ከነንብብ ኢና ዓብይን ብርቱዕን ደገ ተኸፊቱለይ ኣሎ ተፃረርቲ ከዓ ብዙሓት እዮም እሞ ክሳዕ በዓላት ሓምሳ ኣብ ኤፌሶን ክፀኒሐ ኢሉ ጳውሎስ ብዙሓት ተፃረርቲ ኣለዉ ብኣንጻሩ ከዓ ብርቱዕን ዓብይን ደገ ተኸፊትሉ ስለዚ ይሃልዉ ኣይሃልዉ ተፃረርቲ ኣገልግሎቱ ከም ዝቐፅል ይዛረብ ዘሎ እቲ ደገ ዝኸፈተ እግዚኣብሔር ስለ ዝኾነ እምበኣር ከመይ ዝበሊኦም ንዓናን ነገልግሎትናን ዝፃረሩ ስለምንታይ ከ ይፃረሩ ብዛዕባ እዚ ክንርኢ ኢና እግዚኣብሔር ልቢ ገርህታት ክሕሉ እቶም ክምርምሩ ዘይክእሉ ድማ ከስተውዕሉ ኣታ በዝን በትን ብዝዋና ጨፍ ወረ ድማ ከይትስሕት ንዓኻ ትህልው ኩነታት በዚ ቃል ኣምላኽ እዚ ከፍልጠካ ደስ ይብለኒ እግዚኣብሔር ይመስገን እምበኣር ክንፅሊና እግዚኣብሔር ከዓ ንልብና ይዛረብ ኩሉ ክብሪ ንኣምላኽና ይኹን እግዚኣብሔር ኣቦ ነመስግነካ ካብ ዘለኣለም ንዘለኣለም ስምካ ይባረኽ ነዚ ቃል ከዓ ክንዛረብ ከለና ንጥቕሚ እቲ ሓደ ንጉድኣት ካልእ ዘይኮነስ ወገን ሓቂ ኮይና ነቲ ቃል ኣምላኽ ከምቲ ሓሳብካን ቃልካን ዝብሎ ብጥብቅነት ወንጌል ንጥብቅነት ወንጌል ደው ክንብል ስለ ትድግፈና ነመስግነካ ኩሉ ሓሶት ካብ ሓቂ ኣይኮነን እሞ እግዚኣብሔር ኣምላኽ ንሕና ወገን ሓቂ እምበር ምስ ሓቂ ፃረር ክንገብር ኣይኮነልናን እሞ ነቲ ቅዱስ ቃልካ ብቅዱስ መንፈስካ ብቃል ሓቂ ብቃል ጽድቂ ነቲ ቅዱስ ቃልካ ምትሕልላፍ ክንክእል ደግፈና ኦ ብሩኽ መንፈስ ሓቂ ናብ ኩሉ ሓቂ ስለ ትምርሓና ድማ ነመስግን ካብ ዘለኣለም ንዘለኣለም ስምካ ይባረኽ ብየሱስ ክርስቶስ ስም ኣሜን ኣብቲ መወዳእታ ሓደ ደቂ ክተርፎ ከሎ ንሕውማትን ብኣጋንንቲ ንዝጭነቑን ዓቕሎም ጸቦም ጎይታ ይምሓረኒ በጃኻ ይትሕለፈኒ ብስም የሱስ ፈውሲ ክረክብ ይኽእል እየ ኣብ ስምካ ሓይሊ ኣሎ ተኣምራት ኣሎ ኣይተለወጥቃን ንዝብሉ ክጽልየ እሞ ተቐረብ ተቐረቢ ቃል ኣምላኽ ግና ኣቐዲምና ክንርኢና ደገ ይከፈት ስቕ ኢሉ ብዘይምፅራር ክኸውን ኣይከኣልን እዩ ኣብ ምሳሌ ስለምንታይ እዮም እቶም ዝፃረሩ ዝፃረሩ ኣብ ምዕራፍ ዓሰርተ ትሽዓተ ምሳሌ ቁፅሪ 25 እንደገና ቁፅሪ 27 ከምዚ ይብል ንመላገፂ እንተገረፍካዮ ገርሂ ይጥንቀቕ ንበዓል ኣእምሮ እንተ ገሰጽካዮ ኸዓ ፍልጠት የስተውዕል ንመላገፂ እንተ ገረፍካዮ ገርሂ ይጥንቀቕ መላገፂ ክግረፍ ጥራይ እዩ ዘለዎ ገርሂ መታን ክጥንቀቕ ንበዓል ኣእምሮ ድማ ትግስፆ ፍልጠት ክረክብ ፍልጠት ከስተውዕል ኣብ ቁፅሪ ዕስራን ሸውዓተን እንደገና እንታይ ኢሉ ወደየ ኢሉ ነቲ ካብ ቃል ፍልጠት ዘርሕቐካ ተግሳፅ ምስምዑ እበዮ ስለዚ በዝን በትን ንዝመፀካ ዘበለ ካብ ሓቂ ከዝብለካ ንዝመፅእ ኣይትቀበል ወደ ነቲ ካብ ቃል ፍልጠት ዘርሕቐካ ተግሳፅ ተኣናበረ ኣብ መዓር ተሓዊሱ ዝመፀካ መርዚ ኣስተውዕለሉ ስለዚ ምስምዑ ሕደጎ ኢሉ እግዚኣብሔር ዝተመስገነ ይኹን እዚ ቃል እዚ ኣብ መፅሓፍ ቅዱስ ተፃሒፉልና ኣሎ እግዚኣብሔር ተመስገን ይኹን ስለዚ ኣብዚ ሓቅን ሓሶትን ንምፍላዩ ኣሸጋሪ ኣብ ዝኾነሉ ናይ ማስ ሚድያ ኣገልግሎታት ተዓዚብና ክንፈልጦም ፈሊጥና ከነለልዮም ኣለሊና ክንርሕቆም ብጥንቃቐ ክንመላለስ እቲ ምፅራሮም ሓቂ ኣለዎ ድዩ የብሉን ክንምርምር ተዓዚብና መርሚርና ርኢና ድማ ኣበይ ክንፀንዕ ከም ዝግባኣና ክንሓሪ ናተይ ናታትኩምን ግደ እዩ ኣብ ማስ ሚድያ ዝሰበኽ ዘበለ ዝፍኑ ዘበለ ኩሉ ድሕረ ባይትኡ ስለ ዘይትፈልጦ ኣየናይ ዓይነት ህዝቢ እዩ ዝሰምዕ ዘሎ ብድሕሪ ዝኾነ መስኮት ኮይኑ ብፌስቡክ ብቴሌቪዥን ወይ ብዝተፈላለየ መንገዲ ኣብዚ ኣፍ ደገታት ናይ ኢንፎርሜሽን ወይ ናይ ሓበሬታታት ዝበዝሓሉ ዘመን ነፍሲ ወከፍ ሰብ ኣፀቢቑ ኣስተውዓለ ክኸውን ይግብኦ እዩ ስለዚ ዝኾነ ርእቶ ዝህብ ሰብ ርእቶ ስለ ዝሃበ መን ምዃኑ ከይፈለጥካ ስቕኢልካ ኣይትቀበል ወይ ድማ ክትእርም ኢልካስ ኣይትታንደድ ስለዚ ቀዳይ ነገር ፍርዲ ዝበሃል እቲ ከሳስን ተኸሳስን በዓል ነገርን በዓል ጉዳይን ክልቲኦም ብሓንሳእ ከይ ቀረብካ ፍርዲ ክትህብ ጉጉይ እዩ ምሳሌ እንታይ ድኢሉ እቲ መጀመርያ ነገሩ ዘፍስስ ሓቀኛ ወይ ቁኑዕ ይመስል በዓል ነገር በዓል ጉዳይ መፅኡ ግን ነቲ ነገር ይምርምሮ ኢሉ ስለዚ ሮማውያን ከዓ ሓደ ፅቡቕ እንታይ ነይርዎም ከሳስን ተኸሳስን ከሳስን ተኸሳስን ብሓደ ከየቕረቡሲ ፍርዲ ኣይህቡን ነበሩ እሞ ኢሉ ኣብ ግብሪ ሃዋርያት ድማ ኣሎ እዚ ኣብ ግብሪ ሃዋርያት ኣብ ምዕራፍ እስከ ዕስራን ኣርባዕተን ወይ ዕስራን ሽዱሽተን ከባቢ ሓዲኡ ቀልጥፊ ኢለ ክሪኦ እሞ ምዕራፍ ዕስራን ሓሙሽተን ኣሎ ካብ ቁፅሪ ዓሰርተ ትሽዓተ እቶም ከሰስቲ ደው ምስ በሉ ግና ብጀካ ብናይ ኣምልኾኦም ዝኾነ ነገር ባእሲ ብዛዕባ ሓደ ምዉት ጳውሎስ ግና ህያው ዝብሎ የሱስ እንተዘይኮይኑ ንኣይ ከም ዝመስለንስ ገለ ክፉእ ገለ ክፉእ ክሲ እኳ ኣየምፅእሉን ኣነ ከዓ በዚ ነገር እዚ ዝገብሮ እንተጨነቐኒ ናብ የሩሳሌም ክድይብ ትፈቱ እንተኮይንካስ በዚ ነገር እዚ ኣብኡ ክትፍረድ በልክዎ ኢሉ ኣብ መንጎ ፌሊክ ፌስጦስን ንጉስ ፌሊክስን ንሓድዶም ኣብ ክዘራረቡ ከለዉ ኣብ ግብሪ ሃዋርያት ተመዝጊቡ ኣሎ እምበር እዚ ካብ ፈለጥና ህይወት ናይቶም ተዛረብቲ ድሕረ ባይትኦም መርሚርና ኣይናይ ቅኑዕ ኣይናይ ዘይቅኑዕ ክንምርምር ናይ ነፍሲ ወከፍና ሓላፍነት እዩ ካብቲ ከሰስትና ንኸኸሱ ክፃረሩ ካብ ዝገብሮም ገለ ሒደት ክጠቅስ እየ እንተ ሓደ ሓደ ሸውዓተ ነጥቢ ክዛረብ እየ መጀመርያ ቀዳማይ ነጥቢ ደቂ ኣንስትዮ ናይ ወረ ኣባዛሕትን ኣተሓላለፍትን ገይሩ ሰይጣንን ሰብን ካብ ዝጥቀመለን ዘመናት ሓሊፉ እዩ ካብ ዘፍጥረት ጀሚርካ ብሰበይቲ ዕንወት ምስ ኣተወ ክንሳዕ ሕጂ ከምኡ እዩ ዘሎ ፀላእ ክጥቀም እንተ ደኣ ኮይኑ ደቂ ኣንስትዮ ይጥቀም መብዛሕትኡ ግዜ ስለዚ ብወገን ደቂ ኣንስትዮ ካብቲ ንኣገልግሎትና ክጻረራ ካብ ዝገብረን መጽሓፍ ቅዱሳዊ መለክዒ ጌርና ክንመዝን እንተ ደኣ ኮይንና ቀዳማይ ሓያማት እየን ወይ ኪዳነን ዝጠለማ እየን እዘን ሰባ እዚኣተን ኣርዑት ሰይረን ሓዳረን ዘፍረሳ ከም ፍትወተን ከዓ ክመላለሳ ዝደልያ ምዃነን ኣብ ቀዳማይ ጢሞቴዎስ ምዕራፍ ሓሙሽተ ሃዋርያ ጳውሎስ ጠቒስዎን ኣሎ እንታይ እዚኣተን ኣብ ምዕራፍ ሓሙሽተ ካብ ቁፅሪ ሰለስተ ክሳዕ ዓሰርተ ሓሙሽተ ዘሎ ብብኡ ክርድኣኩም ኣነ ግን ካብ ቁፅሪ ዓሰርተ ሓደ ከምብቦ እየ ከምዚ ድማ ይብል ካብ ቁፅሪ ዓሰርተ ሓደ ሓያማት ግና ንክርስቶስ ተፃሪረን ፍትወት ስጋ ምስ ተላዕለን ክምርዓዋ እየን ዝደልያ እሞ ንኣታተን ኣርሕቀን ማስ ሚድያ ግና ከርሕቀን ኣይክእልን እዩ ዋና ይብሉን ማስ ሚድያ ብመስኮት ኮንካ ንሓድትካ ጨረምረም ትብለሉ ድላይካ ትገብረሉ ኣብ ገዛኻ ኮንካ ተመሓላልፈሉ ዘመን ስለ ዝኾነ ብድሕረ ባይተን መርሚርካ ፈሊጥካ እንተዘይኮይኑ ብተዘርበ ዘበለ ክትደናገር ኢኻ ስለዚ እንታይ ኢሉ ፍትወት ምስ ተለዓለን ክምርዓውያን ዝደልያን እሞ ንኣታተን ኣርሕቀን ንሳተን ነታ ቀዳመይቲ እምነተን ስለ ዝጠለማ ፍርዲ ኣለወን ኣብ ልዕሊ እውን ቤተ ቤት እናዞራ ምኳር ዕዮ እየን ዝምህራ ዘይግባእ እናተዛረባ እውን መብዛሕቲ ኣፍን ወልፋሳትን ይኾና እምበር ምኳር ዕዮ ጥራይ ኣይኮናን ኢሉ ሕጂ እዚ ቤተ ቤት እናዞራ ወልፋሳት ዘይግባእ እናተዘረባ ዕዮ ዘኩራ መብዛሕቲ ኣፍ ኢልዎ ዘሎ ብማስ ሚድያ ብገለ ኣቢለን ድልየተን ዝገብራሉ ደገ ስለ ተኸፍተ ቤተ ቤት ምዛር ኣየድልየንን ብማስ ሚድያ ወይ በቲ ዝረኸብኦ ዕድላት ነገረን ከባዝሓ ይርከባ ማለት እዩ ብፍላይ ኣብ ምድሪ ኤሮጳን ኣሜሪካን እዚ ነገር እዚ ልሙድ እዩ ስለዚ ኣይትገርም ካልኣይ ኣብ ደቂ ኣንስትዮ ዘተኮረ ጥራይ ቅድም ዝዛረብ ብዝገበረኦ ዘይተገበአ መውስቦ ድዩ ወይ ኪዳን ዘይብሉ ዘይተቐደሰ ሓዳር ሕልናን ዝኽሰት ስለ ዝኾነ ዕረፍቲ ስለ ዝስእና እዘን ሰባት እዚኣትን ህልኸኛታት እየን ንዮሃንስ መጥምቕ እተሃላለኸቶ ዘይግባእ ሄሮድስ ዝበሃል ነዛ ሰይቲ ሓዉ ፊልጶስ ሄሮድያዳ ትበሃል ኣእትዋ ስለ ዝነበረ ኣይግባኣካን እዩ ምስ በሎ ፍፁም ፅልኢ ፀሊኣ ክትፃረሮ ከላ ትርኢ ስለዚ ንቡር እዩ ማለት እየ ሓድሽ ነገር ኣይኮነን ስለዚ ኣስተውዕል ኽእልካ ኣይትተሃንዘል ማርቆስ ምዕራፍ ሽዱሽተ ካብ ዓሰርተ ኣርባዕተ ክሳዕ ዕስራን ትሽዓተን ዘሎ ኣንብቦ ግዜ ይብለይን ሳልሳይ ማለት ኣብቲ ቀዳማይ ክፍልስ መበል ሳልሳይ ብትምኒት ዝድፋኣ ኩሉ ሳዕ ከዓ ዝመሃራ ካብ ቤት ኣምላኽ ኣይርሕቃን እየን ኩሉ ሰዓን ዝመላለሳ ብሰሪ ዘይምእዛዘን ግና በቲ ቃል ሓቂ ክልወጣ ዘይርከባ እዚ ካብ ቀዳማይ ጢሞቴዎስ ዘይኮነስ ኣብ ካልኣይ ጢሞቴዎስ ከዓ መሊሹ ኣብርህዎ ኣሎ ኣብ ካልኣይ ጢሞቴዎስ ሳልሳይ ምዕራፍ ኣብቲ ዳሕራይ ዘመን ክፉእ ዘመን ክመፅእ እንዲ ዝሕጂ ዘለናዮ ዘመን ድሓር እንታይ ኢሉ ቁፅሪ ሓሙሽተ ሳልሳይ ምዕራፍ እቶም መልክዕ ኣምልኾ ዘለዎም ነቲ ሓይሉ ግና ዝኸሕድዎ ናብ ኣባይ ትህርጉ እናበሉ ሓጢኣት ዝመልአንን ብብዙሕ ትምኒ ዝድፍኣን ኩሉ ሳዕ ዝመሃራ ናብ ፍልጠት ሓቂ ክበፅሓ እውን ከቶ ዘይከኣለን ኣንስቲ ዝማርኹ ካብ ከምዚኣቶም እዮም እሞ ካብ ከምዚኣቶም እዮም እሞ ካብ ከምዚኣቶም እውን ረሓቕ ኣርሕቀን ረሓቕ ደድሕሪኤን ዝኸዱ ኣለዉ ንሳተን ድማ ብትምኒት ዝድፍኣ ንቓል ሓቂ ክእዘዛ ግና ክንስሓ ክልወጣ ዘይደልያ እዚኣተን እየ ኣብቲ ቀዳማይ ክፋል ማለት ቀዳማይ ነጥቢ መበል ራብዓይ ግን ንቕዱስ ፅሑፍ ንስርዓት ኣምላኽ ተፃሪረን ኣስተውዕሉ ንቕዱስ ፅሑፍ ንስርዓት ኣምላኽ ሰብኣይ ርእሲ ሰበይቲ ሰበይቲ ድማ ስግኦ ክትእዘዞ እናተገባኣ ዝብል ተፃሪረን ኣብ ቀዳማይ ጴጥሮስ ሳልሳይ ምዕራፍ ካብ ሓደ ስጋዕ ሸውዓተ ነዚ ይፃረሮ ከመይ ዋላ ዘይእዘዝ ሰብኣይ እንትኾነ ሲ ተኣዘዝየ እዩ ዝብላ ከመይ ፀጋ ንኩሉ ዘኽእል ስለ ዝኾነ ኣንኳይ ዶ ኣማኒ ኮይኑ ሕራይ ስለዚ ብመንፈስ ዓለምን ብፍልስፍና ሂማኒዝምን ፌሚኒዝምን ዝሰሓታ ንክርስቶስን ንቃሉን ዘይኮነ ንክርስቶስን ንመንፈሱን ንስርዓቱን ዘይኮነ ንርእይቶ ሰብ ዘመኑ ናይ ርእቶ እዩ እሞ ዘመነ ሎዶቅያ እዩ እሞ ሎዶቅያ ማለት ናይ ብዙሓን ሓሳብ ናይ ሰብ ርእቶ ወይ መሰል ማለት እዩ እሞ መስቀል ደርብየን ንመሰል ሰብ ዝጣበቓ ዝማጎታ በዓል ዜን እየን ስለዚ ራእይ ዮሃንስ ምዕራፍ ሰለስተ ካብ ዓሰርተ ኣርባዕተ ክሳዕ ዕስራን ሓደን ናይ ደዶቅያ ዘመን ስለ ዝኾነ ኣብዚ ኮይነን ነዚ መንፈስ እዚ መስቀል ዶ መሰል ኣነ ንስኻትኩምን ብፀጋ ክንመላለስ ክርስቶስ መሰሉ ሓዲጉ ተሰቂሉ እዩ እሞ ንመስቀል ክሳዕ ሞት ክንስዕቦ እምበር ንመሰል ክንነብር ኣይኮነ ኣብዚ መሰለይ መሰለይ ዝብልሉ ዘሎ ዘመን ብዙሓት ኣብ ኣሜሪካ ዘለዉ ኣገልገልቲ ካብ ፀጋ ወዲቖም ንመሰል ክጣበቑሉ ተን ደቂ ኣንስትዮ ከዓ ከምኡ ወደ ሕሉፍ ሓሊፈን ጳውሎስ ተጋግዩ ሰበይቲ ስክትበል ኣብ ሰብኣይ ስልጣን ክህልዎ ኣይፈቅድን እየ ንዘመኑ እዩ ተዛሪብዎ ንዓና ኣይኮነን እናተባህለ ንሕና ሃዋርያ ዘየኸውን እንታይ ኣለና ነቢያት ዘየኸውን እንታይ ኣለና መምሃራን ዘየኸውን እንታይ ኣለና ጓሶት ዘየኸውን እንታይ ኣለና እናተባህለ ዝፍከረሉ ዘመን ምዃኑ ፍለጥ ኣስተውዕል ኣብ መንጎ ተባዕታይን ኣንስታይን ክፈልያ ዘይክእላ ኣብ መንጎ ኣይሁዳውን ፅርኣውን ኣብ መንጎ ባርባርን ስኪትን ኣብ መንጎ ተባዕታይን ኣንስታይን ምፍልላይ የለን ኢሉ ገላትያ ምዕራፍ ሰለስተ ካብ ዕስራን ሓሙሽተን ክሳዕ ዕስራን ሸውዓተን ተንቢብካ ተባዕታይን ኣንስታይን ፆታ እዩ ሰብኣይን ሰበይቲ ግን ስርዓት እዩ ጉልቡጣት ዘመን ጸጋ እንዶ ኣይኮነን እዩ ጸጋ ሲ ንሰብኣይ ዝያዳ ሰብኣይ ነቲ ኣምላኽ ዝዓለመሉ ዕላማ ክነብር ምሉእ ሰብኣይነቱ ይህቦ ጸጋ እምበር ኣይልውጦን እዩ ንሳ ሰበይቲ ድማ ነቲ ከም ሰበይቲ ክትኮኖ ዝተፈጥረቶ ብቕዕቲ ኮይና ክትቀርብ የኽእላ ጸጋ እምበር ሰብኣይ ገብራን እዩ ጸጋ ስለዚ ስርዓት ዝብትና ምዃነን ቀዳማይ ነጊረካ ኣለኹ ነጊረክ ኣለኹ ካልኣይ ካልኣይ ክፃረሩ ካብ ዝገብሮም ንዓይ ንኣገልግሎትናን ጎይታ ዘይፀውዖም ወይ ዘይተገብኦም ምእንቲ ከንቲ ረብሓ ግና ርእሶም ኣገልገልቲ ዝገብሩን ዝቆፅሩን መምሃራን ሽማግለታት ጓሶት ወይ ፓስተራት ሃዋርያት ዝብሉ እዚኦም ክፃረሩና እንተነበሩ ዘገርም ኣይኮን ምእንቲ ረብሓ ርእሶም ሮሜ 16 ምእንቲ ጥቕሚ ርእሶም ንጎይታና የሱስ ክርስቶስ ዘገልግልዎ ዘይኮነስ ምእንቲ ረብሓ ርእሶም ኣገልገልቲ ርእሶም ዝገብሩ ኣብ ግብሪ ሃዋርያት ኣነ መሰግለጽኩ ነቲ ሞጋሰ ዘይንሕፉ እኩያት ትኻሉ ክትንስእኹም እዮም ሻራ ዝገብሩ እዚኦም ምስ ጥቕሞም እዮም ዝመቱ ከምታ ንየሱስ ክርስቶስ ኣብ ሉቃስ ይንዕቆ ነይሮም ስለዚ ንጎይታ ምእንቲ ጥቕሞም ካብ ንዓቕዎ ንዓይ ወይ ንኣገልግሎተይ እንተተፃረሩ ዘገርም ኣይኮነን ኣይትገረም ሉቃስ 16 እንታይ ድዩ ዝብል ቁፅሪ ዓሰርተ ኣርባዕተ እቶም ገንዘብ ዝፈቱ ዝነበሩ ፈሪሳውያን ከዓ እዚ ኩሉ እናሰምዑ ንየሱስ የላግፅሉ ነበሩ እንታይ ድኢልዎም ሓደ ግዙ ኢልዎም ካብ ዓሰርተ ክልተ ብናይ እናማትኩም እሙናት ካብ ዘይትኾኑስ ናትኩም ዝህበኩም ደኣ መን እዩ ሓደ ግዙእ ንክልተ ጎይቶት ክግዛእ ዝኽእል የልቦን ወይ ነቲ ሓደ ጸልዩ ነቲ ሓደ ይፈቱ ወይ ነቲ ሓደ ተኣዚዙ ነቲ ሓደ ይንዕቕ ንኣምላኽን ንገንዘብን ክትግዝኡ ኣይትኽእሉን ኢኹም ምስ በሎም እዮም ኣላጊጾም ደይላብ ማኒ ኣብ ማቴዎስ 23 ብመት መቕደስ ዝምሕል ደሓን እዩ ብወርቂ ቤት መቕደስ ዝምሕል ግን መሓላ ይኹኖ በቲ መሰውኢ ዝምሕል ድሓን እዩ በቲ ኣብ መሰውኢ ዝመፅእ ቁርባን ወይ ድማ ዝስዋእ መስዋእቲ ክበልዑ እኳ እዮም ማሕላ ይኹን ዕውራት መራሕቲ ዕውራት ምእንቲ ጥቕሚ ርእሶም ኣብ ማቴዎስ 23 መማህራን ክበሃሉ ዝፈቱ ጸሎት ንማለት ዘንውሑ ኣብ ኣውራ ስፍራ ዝቕመጡ ብሸም የሱስ ንሓዋሩ ነዚኦም ምፅራር ግቡእ እዩ መበል ሳልሳይ እዚ ኣብ ብዙሕ ቦታታት ክንሪኦ ንኽእል ኢና መበል ሳልሳይ ካብ ቅንኣት ተበጊሶም ተረፍ ቅንኣቶም ሕሱም ናትካ ዝምነዩ ሓሶት ዝዛረቡ ብኡ ከዓ ኣእምሮ ገርህታት ኣእምሮ ቁንዓት ዝምርዙ ከም ሳኦል ኣብ ልዕሊ ዳዊት ኣልዕል ኣቢሉ ክፉእ ዘይገበሮ ነቶም ምስኡ ዘለዉ ብዛዕባ ዳዊት ክፉእ ክፉኦ ይመኽሮም ሳኦል ዓመፀኛ ቀና ክንዲ ጎልያ ዝቐተለ ኣብ ቀዳማይ ሳሙኤል 18 ኣንብብዎ ገርመኩም ይኸ ካብ ሓደ ክሳዕ ዓሰርተ ክልተ ሙሉእ ዘመኑ ፀላኢ ኮይንዎ ብቕንኣት ተላዒሉ ፎእ ከም ፈሪሳውያን ኣብ ልዕሊ የሱስ እ? ድሕሪኡ ብዙሕ ሰብ ይስዕብ ኣሎ እንታይ ክንገብር ኢና ኩሉ ክኸደና እዩ የሕዝኑ ኣብ ማርቆስ 15 ኣንብብዎ ክፃረርዎ ከለውን የሱስ ክርስቶስ ከም ፈሪሳውያን ኣብ ልዕሊ ሃዋርያት ቀንዮም እዩ ዝብል ግብሪ ሃዋርያት ኣርባዕተ ብቕንዓት ዝኣክል ብሽም የሱስ ክርስቶስ ስለዚ ካብ ምንታይ ተበጊሶም እዮም ከምኡ ዝገብሩ ዘሎ ኣለልዮም ኣስተውዕል ኣስተውዕል እብለካ ኣለኹ ስቕልካ ኣይትገራ ኣብ ራብዓይ ምዕራብ ብቕንኣቶም ኣብ ሓምሻይ ምዕራብ ብቕንኣቶም ኣብ ራብዓይ ምዕራብ ቁፅሪ ሓሙሽተን ሽዱሽተን ንፅባሒቱ ከዓ መኳንንቶምን ዓበይቶምን ፀሓፍቶምን ምስኦም ድማ ሃና ሊቀ ካህናትን ኩሎም ኣብ የሩሳሌም ተኣከቡ ካብ ቅንኣቶም ተላዕለ ካብ ቅንኣቶም ተላዕለ ንህዝቢ ስለ ዝመሃሩን ትንሳኤ ካብ ሙታት ብየሱስ ስለ ዝሰበኹን ሓሪቆም ሓሪኦም ድሓርከ ምዕራፍ ሓሙሽተ ቁፅሪ ዓሰርተ ሸውዓተ ሽዑ እቲ ሊቀ ካህናት ምስቶም ምስኡ ዝነበሩ ኩላቶም ኮይኑ ንሳቶም ከዓ ኣሻራ ሰዱቃውያኖም ቅንኣት መሊእዎም ተንስኦ ኣዳዎም ዘርጊሖም ንሃዋርያት ሓዝዎም ኣብ ቤት ማእሰርቲ ህዝቢ ንኣተዎም ቅንኣት ቅንኣት ቀታሊ እዩ ቅንኣት ብቕንኣቶም ተላዕለ ኣይትሪኦን ኢኻ ቅንኣት ውሽጣዊ እዩ ዘረባ ጣዓይሞም ብምርቃ ልቢ እንተተዛረቡ ኣይትገረም ኣይትገረም ሕራይ መበል ራብዓይ ገና ኣብ ዓመፅ ኣብ ሕቡእ ሓጢኣት ኣብ ሓሶት ህይወት ብግብዝና ዝመላለሱ ኣብ ሕቡእ ቅለትን ነውርን ዝነብሩ ኣብ ክሲ ሓጢኣትን ኣብ ናይ በደለኛነት ስምዒትን ዝመላለሱ በተዘለውዎ ክቕፅሉ እምበር በቲ ቃል ሓቂ በቲ ቃል ፅድቂ ክውቀሱ ክግንሑ ዘይደልዩ ሕልንኦም እናረትዖም ከዓ ርእሶም ኣትሒቶም ብንስሓ ክምለሱ ዘይደልዩ ኣከኣብ ኤዛቤል ንኤልያስ ሄሮድስ ምስ ሰበይቱ ንዮሃንስ መጥምቕ ፈሪሳውያን ኣብ ሉቃስ ምዕራፍ ዓሰርተ ሓደ ምስ ተቋየቖም ናይ ደገ ተፅርዩ ናይ ውሽጢ ግና ከትርን ስስዕን ዝመልአ ኢኹም ምስ በሎም ሓሪቖም ይሁዳ ስቆረታዊ ገንዘብ ይሰርቕ ስለ ዝነበረ ተፃሪርዎን የሱስ ወንጌል ዮሃንስ ዓሰርተ ክልተ መበል ሓምሻይ ምእንቲ ረብሓ ርእሶም ንቓል ኣምላኽ ዝሓዋውሱ ወይ ዝሸቓቕጡ ማለት ንሕጊ ምስ ጸጋ ምስ እንክሳር ምስ ቅዱስ ጽሑፍ ንመንፈስ ኣምላኽ ምስ መንፈስ ዓለም ንሃሌሉያ ምስ ሃይላሎ ዝሓዋውሱ ኩሉ ኣይትረፈኒ ዝብሉ ጎይታ ይትረፈኒ ዓለማ ይትረፈኒ ዝብሎ ኣብ ካልኣይ ቆሮንጦስ ካልኣይ ምዕራፍ ካብ 14 ክሳዕ 17 ብኣምላኽ እተመርምሩ ኣገልገልቲ ዘይኮኑ ኒያው ነጃው ክድፍኡ ዝውዕሉ ንዝኾነ ከከም ገጹ ኮምፕሮማይዘርስ መበል ሻድሻይ እቲ ትምህርትና ምስቲ ዘይቅኑዕ ትምህርቶም ስለ ዝጻረር በቲ ናይ ቃሉ ሓቂ ስለ ተረትዑ ኢዶም ክህቡ ስለ ዘይደልዩ ነቲ ኣብ ልቦም ዘሎ ርትዒ ሓቂ ጸቂጦም ንልቦም ብኣፎም ስለ ዘስሕትዎ ዛረቦ ዘይፈልጡ ተቓናቐንቲ እዮም ሰሰሽኒስት ጸጋታት ቀደም ደው ኢሉ እዩ ሕጂ የለን ዝብሉ ውህበታት ተሪፉ እዩ ዝብሉ ነዚኦም ምስ ረታዕካዮም ኣንጻርካ እዮም ዝዛረቡ ካልእከ ካልቪንስትስ ሓንሳብ ምስ ደሓንካ ድሒን ከዓ ካተርፍ ዝብሉ እዚኦም ክትወድቕ ትኽእል ኢኻ ምድሓንካ ከተጥፍእ ትኽእል ኢኻ እተልካዮም ብቓል ኣምላኽ መሰረትዓካዮም ክማጎት ይውዕሉ ሜቶዲስትስ ኩሎም እዚኦም ምስቲ ሓቂ ክፃረሩ ትረኽቦም ካልእ ካልእ እውን ስለዚ በቲ ፅሑፍ ተረቲዖምሲ በቲ ዶክትሪኖምን ሒዞምዎ ዝመፁ ናይ ቤተ እምነቶም ብኡ ክፀንዑ ስለ ዝደልዩ ይፃረሩኻ ካልእ ካልእ ሻውዓይ እቶም ገለ ግና እቲ ቃል ሓቂ ምዃኑ ዝምስክሩ ክፅልኡ ግና ዘይደልዩ መትከል ዘይብሎም ዝንእዱ ክረኽቡ ከለዉ ምስቶም ዝንእዱ ዝንእዱ ወቐስቲ ወቐስቲ ከሰስቲ ክረኽቡ ከለዉ ድማ ምስኦም ሓቢሮም ዝወቕሱ ዝኸሱ ገለ ግን ኣለዉ ነቲ ቃል ሓቂ ብገርህነት ተቐቢሎም ነቲ ቃል ከም ብመስትያት እናረኣዩ በቲ ቃል ሓቂ ዝጥቀሙ እሞ ከም ሰብ ቤርያ መርሚሮም እወ ከምኡ ኢሎም ዝሰምሩ ከዓ ኣለዉ ካበየኖት ኢኻ ናይ ተፃረርትና ምክንያት እዚ ምዃኑ ፍለጥ ስለዚ ንሕና ንሓቂ እምበር ምስ ሓቂ ፃረር ክንገብር ኣይንኽእል ኢና ብኣርሻዳ ክብሉ ናይ ግዲ ኢሉ ቀዳማይ ቆሮንጦስ ምዕራፍ 11 ፍቕዲ 19 ቁንዓትኩም ምእንቲ ክፍለጡ ስለ ዝተፈለየ ንፅድቂ ሰዓብ ሰዓብ ሰዓብ በዓር ንሕሙማት ክፅልየ እግዚኣብሄር ይባርኩም ሰማያዊ እግዚኣብሄር ኣቦ በዛ ሰዓ እዚኣ የሱስ ክርስቶስ ህያው እዩ ትማሊ ምስ ሃዋርያት ሎሚ ምሳና ፅባሕ ምስቶም ዝመፁ ኣይልወጥን እዩ ህያው እዩ ሽሙ ልዕሊ ኩሉ እዩ ዝብሉ ሕጂ ኣብቲ ዝሕሞም ኢዶም ከንብሩ ከለዉ ሓይሊ ሕማም ሓይሊ መርገም በየስም ክቕንፀል በየስም ክወድቕ በየሱም ሓዊ ክሓርር በየሱም ሰይፊ እግዚኣብሔር ክትቆርፆ በየሱም ክቕንጠጥ ክስበር ክሓርር ክብንቋስ ብሽም የሱስ ናይ ውሽጢ ሕማማት ናይ ጅማት ሕማማት ናይ ስጋ ሕማማት ናይ ደም ሕማማት ናይ ርእሲ ሕማማት